ሰላም ሰላም ሰላም ክቡራት ኣሕዋት ከመይ ኣለኹም ኩሉኹም ኣብ ኩሉ ዓለም ኮንኩም መደበይ ትከታተሉ ዘለኹም ኣነ ሓውኹም ሲሞን እየ ከምቲ ቅድም ኣቢለ ዝሓበርኩኹም ከኣኒ ኣብ ሰዓተይ ደበኽ ኢለ ኣለኹ ማለት እዩ እዚኣ ንሪኣ ዘለና ሎማዓንቲ እዚኣታ ንደልያ ማኪና እያ ማለት እዩ ናይ ግሊ ማኪና ማለት እዚኣ ብዙሓት ዓይነት መካይን ኣለዋ ካብተን ዝፈኮሳ ሰብተን ዝለዓላ ማለት እዩ ናይ ፋሚሊ ተሳሓብቲ ወይ በጣሕ ባስ ገለ ክንብል ብዙሓት ክንጠቅስ ንክእል ንሰን ግን ንዓና ብዙሕ ኣየገድሳና እየን ማለት ንዓና ተድልየና ዘላ እዚኣ እያ። ሎማዓንቲ ብትክክል እቲኣ ተድልየና ዘላ ማኪና እዚኣ እያ ብጎማ ክንጅምር ኢና ማለት እዩ ኩሉ ግዜ ጎማ ቸክ ክንገብሮ ክንክእል ኣለና ናብ ማኪና ኣምፅእ ምስ በልና ጎማ ከመይ እቲ ናቱ እኩል ኣየር ኣለዎ ድዩ እቲ ናቱ ኮራርምቲ ገለ ክንሪኢ ኣለና ማለት እዩ ኩሉ ግዜ ሰለስተ ዓይነት ጎማ ኣሎ ማለት እዩ ኣብዚ ኤውሮጳ ኣብ ሽወደን ኣብ ዓመት ክንቅይሮ ዘለና ማለት እዩ ናይ ሳመር ዊንተር ናይ ዱብ ጎማ ይብሃል እዚ ናይ በረድ ጎማ ማለት እዩ እዚ ዱብ ጎማ እቲ ናይ ሳመር ጎማ ሓደ ነጥቢ ሽዱሽተ ሚሊሜተር ካብኡ ንላዕሊ ክኸውን ኣለዎ ካብ ሓደ ኣፕሪል ክሳብ ሰላሳ ኖቨምበር ከዓ ንጥቀመሉ ማለት እዩ ዊንተር ጎማ ልዕሊ ሰለስተ ሚሊሜተር እዩ ሓደ ዲስተምበር ክሳብ ሰላሳን ሓደን ማርች ንጥቀመሉ ዱብ ጎማ ከዓ ናይ በረድ ኮይኑ ካብ ሓደ ኦክተበር ክሳብ ዓሰርተ ሓሙሽተ ኣፕሪል ንጥቀመሉ ማለት እዩ። ቸክ ክንገብሮ ኣለና ከመይ እኹል ኣየር ኣለዎ ድዩ እቲ ናይቲ ጎማ ዕምቀት ከመይ እዩ እኹል ኣለዎ ድዩ እያ ንቆፃፀሮ ኣለና ኩሉ ማለት እዩ። ብዝያዳ ኣብ ናይ ፈተና ትራፊክ ስኮላን ገለ እንተሃሊኹም እዚ ብጣዕሚ ኣገዳሲ እዩ ክተርእዮን ክትቀል ኣለካ እቲ ኣፍልጦካ ኩሉ እንዳዘወርካ ክትርእዮን ክትቀል ኣለካ ማለት እዩ ኩሉ ግዜ ብጥንቃቀ ክትከይድ ኣለካ ኣብዚ ማለት እዩ ክዕዘቡካ እዮም ኣብ ኩሉ ነገርካ ንሶም ማለት እዩ እዚ ከኣ ትርእይዎ ዘለኩም መስትያት እዩ መስትያት እዚኣ ናይ የማን እያ። ኣብዚ ማእከል ከኣኒ ሓንቲ ላንድ ሕሪት ተርኢ በቲ ኔው ከኣኒ ንጸጋም ሰለስተ ማለት እዩ ጠቅላላ ኩሉ ሕጂ መስትያት ቅድሚ ምዕራይካ ኩሉ ግዜ ኣብ ኩርሲ ጽቡቅ ጌርካ ኮፍ ኢልካ እታ ማእከለይቲ ትዕረያ ብድሕሪኡ የማንን ጸጋምን ዘላ መስትያት ከኣኒ ብግቡእ ትዕርየን ማለት እዩ እዚ ከኣ ትርእይዎ ዘለኹም ከኣኒ ናይ መስትያት መጽረዪ ማለት እዩ ዝኾነ ማይ ገለመለ ይሃርም እንተሃልዩ እዚ የጽርዮ ማለት ነቲ ቤትሮ። ብውሽጢ ዝጥወቅ ኣሎ ብኡ ምስ ጠወቅካዮ እዚ ይጸሪ ማለት እዚ ቤትሮ በቲ ድሕሪት ኣላኩም ሓንቲ እዚኣ ከኣኒ እዚ ናይ ድሕሪት ቤትሮ መጽረይት እያ ትጠቅም ማለት እዩ ከምኡ ኣብዚ ኣላኩም ሓንቲ ኣገዳሲት ነገር ከላልየኩም እዚኣ ከብ ኣብ ትሪእዋ ዘለኩም ናይ ተስሓቢት መጋጣጠሚት ማለት እዩ። እቲኣቲ ሰሓቢት ብድሕሪት ዘላ ኣብዚኣ ተግጥማ እዚኣ ብጣዕሚ ኣገዳሲት ነገር ማለት እዩ ማኪና ክትገዙ ከለኹም ኩሉ ግዜ ክተስተውዕሉላ ኣለኩም ማለት እዩ ከምዚኣ ክትልዋ ክትክእል ኣለዋ ማኪና ከምዚኣ እንተዘይብላ ዝኾነ ንብረት ክተግዕዝ ተደሊኻ ካልእኻ ክትካረ ማለት እዩ እዚኣ ብጣዕሚ ኣገዳሲት እያ ኣብዚኣ ተስተውዕሉ ኣለኩም ማለት እዩ ብጣዕሚ ኣገዳሲት ነገር እያ እዚኣ ማኪና ትሪኣ ንሪኣ ዘለና ናይ ቢ ላይሰንስ ማለት እዩ ናይ ቢ መንጃ ፍቓድ ሰለስተ ሽሕን ሓሙሽተ ሚእትን ኪሎ ግራም ካብኡ ንታሕቲ ክብደት እዩ ዘለዋ እቲያ ተጎታቲት ከዓኒ ሸውዓተ ሚእትን ሓምሳን ኪሎ ግራም ካብኡ ንታሕቲ እያ ክትከውን ዘለዋ ማለት እዩ በቲ ሕጊ ዘፍቅዶ ማለት እዩ ሕጂ ከርእየኩም እየ እዚ ብከመይ ይሰርሕ ማለት እዩ እዚ ቅድሚት ኣሎ ዝጥወቅ ኣብኡ ኣትየ ከርእየኩም እየ ቅድሙ ግን እዚኣ ትርእይዋ ዘለኹም መፍትሕ ኣብዚኣ ኣንላክ ትብል ኣላ እዚኣ ከዓ ላክ ትብል ኣላ በዚኣ ኣንላክ ጠዊቅካ ማኪና ትኸፍታ ማለት እዩ ክትዓፅዋ ከለኻ እታ ኣንላክ ትጥወቅ ማለት እዩ ሕጂ ኣንላክ ጠዊቀ ክኣቱ እየ ውሽጢ እቲ ቤትሮ ከርእየኩም እየ ከመይ ገይሩ ከም ዘፅርዮ ነየናይ ምስ ጠወቅካ ከም ዝሰርሕ ማለት እዩ ሪእዋ ኣለኹ በዚ ቅድሚት ዘላ ክጅምር እየ ሕጂ መፍትሒ ክእትዋ እየ ኣብዚኣ ና ቦታኣ ሞተር ከፅሱ እየ ማለት እዩ ርእይዋ ሕጂ ኣብዚ የማነ ኢደ እትወቆ ዘለኹ ሰለስተ ስቴፕስ ኣለዋ ቀዳመይቲ ካልኣይቲ ሳልሰይቲ ቀዳመይቲ ዝሕል ኢለ ካልኣይቲ ቁሩብ ዝሕል ኢላ ሳልሰይቲ ፋስት እያ ማለት እዩ ብጣዕሚ ቅልጥፍቲ እያ ሳልሰይቲ ማለት እዩ ማይ ብርቱዕ ማይ ክሃርም ከሎ ንጥቀመሉ። ኣብዚ ከኣኒ ከርእየኩም እየ ሕጂ ብዛዕባ ስቴርሶ ኣብቲ ውሽጢ ዘሎ ናይ ፍጥነት ገለመለ እቲ መስትያት ከመይ ጌርካ ተዕርዮ ገለመለ ማለት እዩ። ቀዳማይ ነገር ግን ኣብ ኩርስኻ ኮፍ ትብል ተወሃህዶ ማለት እዩ። ክተበርኾ እንተደሊኻ በዚ ናይ ድሕሪት ንሕቆኻ ክተወሃህዶ እንተደሊኻ ከምዚ ጌርካ ተወሃህዶ ማለት እዩ። ኩርስኻ ንሕቆኻ ዘይትርእይዎ ዘለኹም ማለት እዩ። ኣብዚ ኸኣ እንሀለኩም እዚ ንቅድሚት ንድሕሪት ክተብሎ እንተደሊኻ ኣብዚ ጥውቕ ኣሎ ጥውቕ ኣቢልካ ንቅድሚት ንድሕሪት ተብሎ ብዝተኻእለ ምስቲ ናትካ ፍሬኖን ገለመለን ዘሎ ኩሉ ኣወሃሂድካ ብዝተኻእለ እግርኻ ከም ዘይዕጸፍ ጽቡቕ ጌርካ መቺኡካ ኮፍ ከም ትብል ክትገብር ኣለካ ማለት እዩ እዚኣ እታ ቀዳመይቲ ነገር እያ ድድሕሪ እዚ ናበይ ንኸይድ ማለት እዩ ናብዚኣ መስትያት ንኸይድ ማለት እዩ። በዛ ማእከለይቲ መስትያት ከኣ ንጅምር ማለት እዩ። ነዚኣ ናይ ማእከለይቲ ማስትያት እንድሕሪ ጽቡቕ ጌራ ከም እተርእየና ኣወሃሂድና ነዐርያ ማለት እዩ። እዚኣ ብጣዕሚ ኣገዳሲት እያ። እዚኣ ምስ ወዳእና ማለት እዩ ጽቡቕ ጌርና ናብተን ክልተ ከኣ ንኸይድ ማለት እዩ። ትርእይዋ ኣለኹም በዚኣ ጸጋም ዘላ ናብታ የማን ዘላን ማለት እዩ። ኣብዚኣ ትሪእዋ ኣለኹም እዚ መወሃሃዲ ናቱ ማለት እዩ። እዚኣ ከዓኒ ሌፍት ራይት ዝብል ኣሎ ኣብዚ ናይ ፀጋምን የማንን ማለት እዩ። ኣብዚ ከዓኒ እቲ ሌፍት ወይ ራይት ጠዊቕካ ተወሃህዶ ማለት እዩ ነቲ መስትያት ማለት እዩ። ሕጂ ትሪእዋ ኣለኹም ኣብዚኣ ነዛ ናይ ሌፍት ክጥውቓ እየ ንዓዓ ከዐርያ እየ ማለት እዩ። ትሪእዋ ኣለኹም የማን ፀጋም ትብል ኣላ ማለት እዩ። የዐርያ ኣለኹ እዚኣ ሕጂ ንዓኹም ከርእይለይ እምበር ማዕጾ ዓጺኻ ክትዕሪ ከለኻ ንሱ ብግቡእ መስትያት ንድሕሪት ከም ዘርእየካ እቶም ብድሕሪት ብጎድንኻ ብየማንካ ብጸጋምካ ዘለዉ ብትኽክል ከም ትሪኦም ክትገብሮ ኢኻ ዘለካ ማለት እዩ እቲኣ በዚ የማን ዘላ ከኣኒ ከምዚ ትሪእዎ ዘለኹም ከምኡ ጌርካ ተወሃህዳ መስትያት ብጣዕሚ ብጣዕሚ ኣገዳሲ እዩ ማለት እዩ ጽቡቕ ጌርና ክነወሃህዶ ክንክእል ኣለና ማለት እዩ መስትያት ከምኡ ጌርና ምስ ወዳእና ናብ ስቴርሶ ንመፅእ ማለት እዩ። ስቴርሶ እትሪእዋ ዘለኹም እዚኣ ሓደ ኢድካ ኣብ ዝለዓለ ትሕዝ ኣብኡ ትጥውዮ ንየማን ወይ ንፀጋም ማለት እዩ። ኣተሓሕዛ ስቴርሶ ከምዚ እዩ። ፅቡቕ ጌርካ ከምዚ ክትሕዞ ኣለካ። እዚኣ እትሪእዋ ዘለኹም እዚኣ ኻዓ ናይ ክላክያ ማለት እዩ። ዝኾነ ጌጋ ዝገበረ ድዩ ገለ ኣብ ጥቓኻ እንተሃልዩ ንዓዓ ድምፂ ክትገብረሉ ትኽእል ኢኻ ማለት እዩ። በዚኣ ጌርካ ትሕብሮ ማለት እዩ። ኣብዚ ዓዲ ብዙሕ ኣይፍቀድን እዩ ግን ጌጋ እንተገይሮም በዚኣ ትህቦም ማለት እዩ። ኣብዚ ትሪእዎ ዘለኹም እዚ ፕላስ ማይናስ ዝብል ኣሎ ናይ ድምፂ መጉደልን መወሰኽን ማለት እዩ። ዝኾነ ሙዚቃ ገለ ክትሰምዕ ከለኻ ብኡ ትቋሕፀሮ። ኣብዚ ከዓ ሳይለንት ትብል ኣላ እዚኣ ትሪእዋ ኣለኹም እዚኣ ደቂቕ ሳይለንት ትገብሮ ማለት እዩ። ዝኾነ ድምፂ እንተዘይደሊኻ ካልእ በዚ ውሽጢ ዘሎ ይረኣየኩም ኣሎ ዶ በዚ ናይ ነዳዲ ማለት እዩ እዚ ነዳዲ ከመይ ሙሉእ ኣሎ ድዩ ወይ ጎዲሉ ኣብዚ CF ዝብል ኣሎ እቲ C ትሑት እዩ እቲ F ከኣ ሙሉእ ማለት እዩ እዚ ከኣ ናይ ፍጥነት መቆጻጸሪ ማለት እዩ ካብ ዜሮ ክሳብ ሚእትን ኣርባዓን ኣብዚ ዓዲ ግን ሚእትን ዕስራን ኪሎሜተር እዩ ዝፍቀድ ኣብ ሰዓት ማለት እዩ። እዚ ከኣ ናይ ዝኮነ ጸግማት ኣሊማትናካ መሕበሪ ማለት እዩ ትሪኢዎ ኣለኩም ፍሬኖካ ደው ኢሉ ኣሎ ዕጣቅ ኣይገበርካን ገለ ትብል ኣላ ማለት እዩ ኣብዚ ጸግዒ ከኣ ናይ ተምፕሬቸር ማለት እዩ ተምፕሬቸር ሎው ወይ ገለ ኣብዚ ትሪኢዎ ዘለኩም እዚ ከኣ ናይ ብርሃን ናይቲ ስታይ ማለት እዩ እታ ትሒትኣ ዘላ ከኣ ናይቲ ዲግሪ ሰንቲግሬድ መቆጻጸሪት። እዚኣ ከኣ ኣገዳሲት ማለት ኩማ እዚ ኢንፎርመሽን እዩ። እዚኣ ምስ ጠወቅካያ ኣብ ሰዓት ክንደይ ትኸይድ ኣለኻ ኣብ ነዳዲኻ ክንደይ የኺድየካ ኩሉ ብደቂቅ ትሕብረካ ማለት እዩ። እዛ ኢንፎርመሽን እዚኣ ብጣዕሚ ብጣዕሚ ኣገዳሲት እያ። እዚ ከኣ እትሪእዎ ዘለኹም ክሎክ እዩ ሰዓት ማለት እዩ። ሰዓት ምቅይያር ኣለ ሓደ ሓደ ግዜ ተወሃህዶ ማለት እዩ። እዚ ክትዕሪ ኣለካ ውጽቒትካ ናቱ መተዓራረዪ እዩ ማለት እዩ። ሕጂ እዚኣ ከኣ ትሪእዋ ዘለኹም እዚኣ ናይ ቻርጅ መግበሪ እቲኣ ናይ ሞባይል ገለ ወይ ዩኤስቢ እቲኻ ከኣ ሙዚቃ ገለ ክትሰምዓላ ትኽእል ማለት እዩ ኣብዚ ዘሎ ከኣ ናይ ቮሊም ማለት እዩ እዚ ቮሊም ኣብ ብዙሕ መቆፃፀሪ ኣለዎ ኩሉ ማለት እዩ እዚ ከኣ ናይ ሲዲ ከኣ ኣለኩም በዚ ትሪእዎ ኣለኹም እዚ መንቀራቕሪ በዚ ዘሎ ስታይ ናይ ሲዲ እዩ ሲዲ እቲኻ ትሰምዕ ማለት እዩ እዚ ከኣ ናይ ንፋስ ማለት እዩ ንፋስ መኾኒ እዚ ከኣ ነቲ ንፋስ ንቕድሚት ናብቲ ቅድሚት ቤትሮ ክተብሎ እንተደሊኻ ኣብዚ ዝጥውቕ ኣብዚ ጠዊቕካ ከምኡ ትገብር እዚ ከኣ ወይ ናብ እግርኻ ወይ ናብ ገጽካ ትገብሮ ማለት እዩ ንፋስ እቲ ሙቐት እዚኣ ከኣ መቆጻጸሪት ናይቲ ሙቐት ማለት እዩ እዚ ንየማን ተዝዊርካያ ትውስኽ ቴሎ ዕስራን ትሽዓተን ዲግሪ ሰንቲግሬድ ኣሎ ማለት እዩ ናተይ ሃይ ኣሎ ነዚኣ ሕጂ ከውድላ እየ ማለት እዩ ንጸጋም ኣዝዊረ የውድላ ማለት እዩ እዚ ከዓኒ ንፋስ ይውስከሉ ማለት እዩ ንዕኡ የበርትዖ ማለት እዩ ትሪእዋ ኣለኹም እዚኣ ሕጂ ከኣ እዚ ማርሽ ማለት እዩ እዛ ናተይ ሓሙሽተ ማርሽ እዩ ዘለዋ ሓደ ክልተ ሰለስተ ኣርባዕተ ሓሙሽተ እቲኣ ኣር ከዓኒ ናይ ድሕሪት ክትምለስ ከለኻ ኢንዶትሮ ማለት እዩ ንየማን ኣጸጊዕካ ትደፍኣ እዚኣ ትሪእዋ ዘለኹም እዚኣ ከዓኒ ናይ ኢድ ፍሬኖ ትበሃል። ማኪና ሕጂ ደው ኢላ ኣላ ማለት እዩ ከምዚኣ እንተኢላ ኩሉ ግዜ ደው ኢላ ኣላ ማለት እዩ ንዓኣ እንተውሪድካያ ነቲኣ ንቅድሚ ነታ ማርሽ ንቅድሚ እንተጌርካያ ግን እቲ ፍሪስዮን እንተሰዲድካያ ኣብ ፍንው ኣቢልካያ ትኸይድ ማኪና ማለት እዩ ብዛዕባ እዚ ፅቡቅ ጌረ ክገልፀልኩም እየ እዚ ኣገዳሲ ነገር ስለዝኾነ ብዛዕባ እዚ ሓደ ቪድዮ ክሰርሓልኩም እየ ቀፃሊ ፀገም ዘለዎ ኣይኮነን እቲ ቀንዲ ክትፈልጥዎ ዘለኩም ኣብዚ እዩ ማለት እዩ እቲ ናይ ማኪና ክፍለጥ ዘለዎ ነገር ኣብዚኣ እያ ዘላ ማለት እዩ እዚኣ ፅቡቅ ገይረ ከላልየኩም እየ ማለት እዩ ናይ ሎማዓንቲ መደበይ ነዚ ይመስል ማለት እዩ። ኣይ ሆፕ ቁሩብ ተማሂርኩም ክትኮኑ ካብዚ ዝሰራሕክዎ ቪድዮ ማለት እዩ ስለ ምክትታልኩም ብጣዕሚ ብጣዕሚ የመስግን እዚ ቪድዮ ከዓኒ ሸር ግበርዎ ናብቲኦም ዘይበፅሖም ንክበፅሖም ሳብስክራይብ ከዓኒ ኣይትብቆቑላ እዛ ቻነል ዳዕሪ ሓሙሽተ ሜድያ መታን ዓብያ ክትዕንብብ ክተፅልለና ማለት እዩ ናብዚ ዓብየ ደረጃ ክትበፅሕ ናትኩም ርእይቶ ኮመንት ሃናጺ ርእይቶ ብጣዕሚ ኣገዳሲ ስለ ዝኾነ ኣብቲ ታሕቲ ኣብቲ ትሕቲ ቪድዮ ኣቐምጡለይ ማለት እዩ እቲ ክመሓይሽ ዘለዎ ከመይ ክንገብር ከም ዘለና ናይ ቀጻሊ ብጣዕሚ ኣገዳሲ እዩ ንዓይ ማለት እዩ እቲ ብትኽክል ዘድልየኩም ከዓኒ ንክፈልጥ ብጣዕሚ ሓጋዚ እዩ ማለት እዩ ብዝተረፈ ብጣዕሚ ብጣዕሚ የቀኔለይ ንኩልኩም ተካታተልተይ ኣብ ኩሉ ኩርናዓት ዓለም ኮንኩም መደበይ ትካታተሉ ዘለኩም ሓውኩም ሲሞን እየ ኣብ ቀጻሊ ብሓድሽ ቪድዮ ክመጻኩም እየ ክሳብ ሽዑ ሰሰናዩ ሰላም ይምነየልኩም ፒስ